ሰላም ከመይ ትጸንሑ ክቡራትን ፍትዋትን ተኸታተልቲ መደብ ሰብኣውያን ታይምስ ለመሆን ከምቲ ልሙድ ነዚ ዕለት ዝሓርናዮም ሓፀርትን እዋናውን ዝበልናዮም ዜናታት ሒዝናልኩም መፂና ኣለና ንሰናይ ምክትታልኩም ንዕድም ፈለማ ንኹላኹም ሰዓብቲ እምነት እስልምና እንኳዕ ንመበል ሓደ ሽሕን ኣርባዕተ ሚእትን ኣርባዓን ሸውዓተን ዓመት በዓል ዒድ ኣልፈጥር ኣብፀሐኩም ክንብል ሰናይ ትምኒትና ክንገልፅ ንፈቱ። ናብ ዝርዝር ዜናታትና ቅድሚ ምስጋርና ግን ቀንዲ ቀንዲ ነጥብታቶም ናባኹም ክነብል። በዓል ዒድ ኣልፈጥር ሎሚ ኣብ ከተማ መቐለ ብድምቀት እንዳተኸበረ ይርከብ። ዝርዝር ክህልወና እዩ። ኣብቲ ስነ ስርዓት እውን ዝተመሓላለፈ ተሪር መልእኽቲ ክነካፍለኩም ኢና። ብካሊእ ወገን ተጋዳላይ ሸዊት ቢተው ኣንጻር ተጋሩ ተሰሊፎም ዝርከቡ ኣብ ጎኒ ብልጽግና ዝሰርሑ ዘለዉ ባንዳታት ተጋሩ ሚስጥራቶም ምቅልሑ ቀጺሉሉ ይርከብ። ሸዊት ቢተው እንታይ በለ ብዝርዝር እነካፍለኩም ተወሳኺ ሓበሬታ ክህልወና እዩ። ኣብ መንጎ ኤርትራን ኢትዮጵያን ኩናት ክምዕብል ዝኽእለሉ ዕድላት እንዳሰፍሐ ይርከብ። ምስዚ ጉዳይ ተታሒዙ ምስ ኤኣይ ተታሒዙ እውን ተወሳኺ ሓደገኛ ሓበሬታ ወፂኡ ኣሎ። ሓድሽ ነገር እንታይ ኣሎ ብሰፊሑ ክትሰምዑ ኢኹም። ምስ ቢዝነስ ዝተተሓዙ ናይ ውሽጢ ዓድን ናይ ወፃኢ ሓበሬታታት ድማ ከምቲ ልሙድ ኣብ መወዳእታ ምድላውና ክትረኽቡ ኢኹም። ላይክ፣ ኮሜንት፣ ሸር፣ ሰብስክራይብ እንዳገበርኩም ንኩሎም ምድላዋትና እስካዕ ፍፃመ ብምፅናሕ ክትከታተልዎ ንዕድም። በብዘለኹም ሰናይ ፃንሒት። ሴኔጋል ንዋንጫ ኣፍሪካ ኣብ ማእኸል ወተሃደራዊ መዓስከር ከም ዘቐመጠት ተገሊጹ። ሴኔጋል ዋንጫ ኣፍሪካ 2025 ኣብ ኢዳ ከተፅንሕ ፍሉይ ስጉምትታት ትወስድ ከም ዘላ ዝተገለጸ እንትኸውን እታ ዋንጫ ናብ ወተሃደራዊ መዓስከር ከም ዘእትወታ ተገሊጹ ኣሎ። እዚ ስጉምቲ እዚ ካፍ ንሴኔጋል ዋንጫ መንጢሉ ንሞሮኮ ክሽልም ዝወሰዶ ውሳነ ስዒቡ ምዃኑ ተገሊጹ ኣሎ። እታ ዋንጫ ኣብ ትሕቲ ሓለዋ ዕጡቓት ከም ዘላ ዝተገለጸ ኮይኑ ወተሃደራት ድማ ነታ ዋንጫ ሒዞም ክሰኣሉ ተራእዮም ኣለዉ። እቲ ንዓለምና ብዝለዓለ ደረጃ እንዳዘራረበ ዝርከብ ውሳነ ካፍ ኣመልኪቱ ሴኔጋል ተሪር ቅዋማ ኣስሚዓ ኣላ። ካፍ ውሳነ ዋላ እኳ እንተሓለፈ ሰኔጋል ነታ ዋንጫ ብቐሊሉ ከም ዘይትለቅቕ እውን እንዳገለጸት ትርከብ። ብፍላይ ድማ ናብ ገላጋሊ ኣካል ካስ ሓድሽ ይግበእኒ ሕቶ ምቕራባ እዩ ዝተገለጸ። ኣሰልጣኒ ሴኔጋል ፓፓቲያዎ እቲ ዋንጫ ናብቲ ወተሃደራዊ ማዕስከር ዝወሰዶ ኮይኑ መንግስቲ እቲ ሃገር ንውሳነ ካፍ ዘይፍትሓውን ዘይሕጋውን ክብል ኮኒንዎ እዩ። ሞሮኮን ካፍን ነዛ ዋንጫ ንምውሳድ ብድሆ ክገጥሞም ትፅቢት ይግበር ይብሉ ብርክት ዝበሉ ተንተንቲ። ምክንያቱ ድማ ናብ ወተሃደራዊ መዓስከር ሴኔጋል ብምኻድ ነታ ዋንጫ ከምፅእ ስለ ዝግደድ ይብል ኣፍሪካን ሪቪው። ሴኔጋል ኣብ ፍፃመ ዋንጫ ኣፍሪካ 2025 ኣብ ልዕሊ ኣኣንጋዲት እቲ ውድድር ዝነበረት ሞሮኮ ብምዕዋት ዋንጫ ከም ዝዓተረት ዝዝከር እዩ። ካፍ ነዚ ጉዳይ ኣመልኪቱ ኣብ ዘሕለፎ ሓድሽ ውሳነ ሴኔጋል ነቲ ጸዋታ ገዲፋ ክትወጽእ ድሕሪ ምፍታና ተመሊሳ ብተወሳኺ 30 ደቃይቕ ሻምፒዮና ዝኾነ ሴኔጋል መንጢሉ ንሞሮኮ ቻምፒዮን ኣፍሪቃ 2025 ንክትከውን ከም ዝወሰነ እዩ ዝተገለጸ። ዋና ጸሓፊ ፌደሬሽን ኩዕሶ እግሪ ሴኔጋል ኣብዱላሂ ሰው እታ ዋንጫ ካብ ሴኔጋል ፈጺማ ኣይክትወጽን እያ ዝብል ትርር ዝበለ ምላሽ ሂብሉ ቀዳማይ ሚኒስትር ቤንጃሚን ኔታንያሁ ድሕር ደጊም ኢራን ዩራንየም ከተብልጽግ ኣይትኽእልን ክብል ገሊጹ ቀዳማይ ሚኒስትር ቤንጃሚን ኔታንያሁ ኣብ መጻብቦ ሆርሙዝ ካልኦት ማያት ወሽመጥ ዓረብን ብኢራን ክፍጸም ዝኽእል መጥቃዕቲ ስግኣት ብምግባር ነዚ ንምክልኻል ዝኽእል ነዳድን ጋዝን ማእኸላይ ምብራቕ ኣብ መላእ ሓውሲ ደሴት ዓረብን ክሳዕ ወደብ እስራኤልን ንምጉዓዝ መስመራት ሻምበቆታት ክህነፁ ኣለዎም ክብል ብ19 መጋቢት 2026 ናብ ዝሃቦ ርእይቶ ገሊጹ ኣሎ። እስራኤል ኣብ ልዕሊ ኢራን ዝካየድ ዘሎ ልፍንታዊ ኩናት ኣሜሪካን እስራኤልን ኣብ ቀንዲ መፍረይ ጋዛት ኢራን ድሕሪ መጥቃዕ ሓደ መዓልቲ ኔታንያሁ ኣብ ዝሃቦ ጋዜጣዊ መግለፂ ቴህራን ድሕሪ ሕዚ ዩራንየም ከተበልፅግ ኣይትኽእልን ክብል ጠቒሱሉ ኔታንያሁ ብምቕጻል ትራምፕ ኣብ ቀጻሊ ዝፍጸም መጥቃዕቲ ጋዘ ደው ክብል ከም ዝሓተተ እውን ጠቒሱ ኣሎ። ብዛዕባ መጥቃዕቲ ደቡብ ፓርስ ኔታንያሁ እስራኤል በይና ከም ዘይወሰነቶ እውን ይጠቅስ። ኔታንያሁ ብምቕጻል ናብ መጻብ ሆርሞዝ ዝወስድ ኣማራጺ መንገድታት ምርካብ ከም ዘድሊ እምነት ከም ዘለዎም ኣነጺሮም ኣለዉ። ወሲኾም እውን ድሕር ሕዚ ኢራን ዩራኒየም ከተበልጽግ ኣይትኽእልን እያ ክብሉ ኣነጺሮም ኣለዉ ኣሜሪካን እስራኤልን ብ25 ለካቲት 2026 ኣብ ልዕሊ ኢራን ኩናት ዝጀመሩ እንትኾኑ ብቐንዱ ብዛዕባ ኒኩለራዊ ፕሮግራም ቴሄራን ንኣዋርሕ ዝቕጽል ድርድርን ስምምዕነትን ክፍጸም ኣይኽኣልን ዝብል ከም ዓብዪ ምክንያት ቀሪቡ እዩ ገሊኦም ተንተንቲ ድማ ንኢራን ንምጥቃዕ ዝግበር ዝነበረ ሽርሕታት ምዃኑ እውን ይወቕሱ ብኻልእ ገጽ ቤንጃሚን ኔታንያሆ ኣብቲ ዝሃቦ ጋዜጣዊ መግለጺ ድሕሪ ዒስራ መዓልትታት ዝወሰደ ከቢድ ኩናት ኢራን ሎሚ ዓቕሚ የብላን ክብል ይጠቅስም በዚ መንጽር ድማ ዩራንየም ክተብልጽግ እትኽእለሉ ዓቕሚ የብላን ተኽእሎ ምፍራይ ሚሳኤል እውን ኣይትኽእልን ክብል ኣነጺሩሎም ብኤኣይ ዝስርሑ ምስልታት ቪድዮታት ኣብ ኢንተርኔት ኣብ ዝዝርግሕሉ ዘለዉ እዋን ኣብ መንጎ ኤርትራን ኢትዮጵያን ተፈጢሩ ዘለዉ ወጥሪ ነዳዲ ይውስኽሉ ከም ዘለዉ ተገሊጹ ኣብ መንጎ ክልቲኦም ሃገራት ፖለቲካውን ወተሃደራውን ወጥሪ እናወሰኸ ኣብ ዝኸደሉ ዘሎ እዋን ገለ ገጸ ማሕበራዊ መራኸብታት ብናይ ኩናት ስእለታትን ቪድዮታትን ነቲ ጉዳይ የጓህርዎ ከም ዘለዉ ተገሊጹ ኣሎ ምስልታት ምዕቡል ኣጽዋራት፣ ዝዓነወ ከተማታት፣ ነፈርቲ ውግእን ዝዋግኡ ወተሃደራት እውን እቲ ሓደ ሓይሊ ነቲ ሓደ ሓይሊ ይስዕር ከም ዘሎ ብምምልኻት እንዳተዘርግሑ ይርከቡ። ብዙሓት ካብቶም ምስልታት ናብ ሓቂ ዝቐረቡ ኮይኖም ሰብ ዝሰርሖም ብልሒ ወይ ከዓ ኣርቲፊሻል ኢንተለጀንስ ወይ ከዓ ኤኣይ ተጠቒሞም ይስርሑ ከም ዘለዉ ተገሊጹ ኣሎ። እዞም ብኤኣይ ዝተፈጠሩ ጽሑፋት፣ ስእልታት፣ ቪድዮታት መብዛሕት ግዜ ሓደ ወገን ሓያል ዓብላሊ ኮይኑ ንኽርእ እቲ ካሊእ ወገን ድማ ከም ድኹም ኮይኑ ንክቐርብ ዝዓለመ ምዃኑ ተገሊጹ ኣሎ። በዚ ምክንያት ድማ ሓያሎ ኣቓልቦ ይስሕብ ከም ዘሎ ዝተገለጸ እንትኸውን ከም ውጽኢቱ ድማ ብኣሽሓት ዝቑጸሩ ላይክ፣ ሼር፣ ኮሜንት ይረክብ ከም ዘሎ ተገሊጹ ኣሎ። ኣብቲ ናይ ርእይቶ መውሀቢ ቦታ ድማ ብዙሓት ተጠቀምቲ ምፍርራሕ ንግጭት ዝዕድሙ ጽሑፋት ይጥቀሙ ከም ዘለዉ ተሓቢሩ ኣሎ። ከምዚኣቶም ዓይነት ተግባራት ኣብ መንጎ ክልቲኦም ሃገራት ጽልእን ቅርሕንትን ንክዓቢ መሪር ተራ ይፃወት ከም ዘሎ ተሓቢሩ ኣሎ። እቲ እናወሰኸ ዝኸድ ዘሎ ወጥሪ ቀንዲ ምስ ፖለቲካዊ ምዕባለታት ዝተኣሳሰረ ኮይኑ ኢትዮጵያ ልዕሊ 130 ሚልዮን ህዝቢ ሒዘ በሪ ባሕሪ የድልየኒ እዩ ድሕሪ ምባላ ስዒባ እውን ንወደብ ዓሰብ ዓይነ ክተውድቀሉ ምስ ምኽኣላ ተታሒዙ ኣብ መንጎ ክልቲኦም ሃገራት ከቢድ ወጥሪ ነጊሱ ይርከብ። እዚ ድማ ቅድሚ ኩናት ትግራይ ብመንገዲ ፌስቡክ ኣቢሎም ዝመሓላለፉ ዝነበሩ ሓደገኛ ዝተባሃሉ ሓበሬታታት ኣብ ትግራይ ቁልዑት ዝተብሃረ ጆኖሳይድ ንክፍፀም መንገዲ ከም ዝኸፈቱ እዩ ዝንገር። ሕዚ ከዓ ብመንገዲ ኤኣይ ዝርጨው ዘለዉ ብርክት ዝበሉ ሓደገኛ ሓበሬታታትን ኣብ መንጎ ክልቲኦም ሃገራት ዘለዉ ወጥሪ ናብ ኩናት ምስ ዘምርሕ ከቢድ ህልቂት ክወልድ ከም ዝኽእል ግምታት ብዙሓት ኮይኑ ይርከብ። ሰላም ብዘላቕነት ንምውሓስ ሕዚ እውን ብሓባር ክንረባረብ ይግባእ ክብሉ ፕሬዚደንት ሓፈሻዊ ቤት ምክሪ ጉዳያት እስልምና ትግራይ ሼክ ኣደም ዓብደልቃድር ገሊፆም። መበል 1447 ዓመት በዓል ኢድ ኣልፈጥር 11 መጋቢት 2018 ዓ ም ብኣቆፃፅራ ግእዝ ብርከት ዝበሉ ሰዓብቲ እምነት ሃይማኖት እስልምና ላዕሎት መራሕቲ እቲ ሃይማኖት ኣብ ዝተረኸብሉ ኣብ ከተማ መቐለ ብዝለዓለ ፅምብል እንዳተኸበረ ዝርከብ ኮይኑ ኣብቲ ክብረ በዓል ተረኺቦም መልእኽቲ ዘሕለፉ ፕሬዝደንት ሓፈሻዊ ቤት ምኽሪ ጉዳያት እስልምና ሼክ ኣደም ዓብደልቃድር ከም ዝገለጹ ንመላእ ማሕበረሰብ ሙስሊም ንመበል 1447 ዓመት በዓል ኢድ ኣልፈጥር እንኳዕ ኣብፀሐኩም ድሕሪ ምባል ከም ተጋሩ ዕለታውን ማሕበራውን ህይወትና ንምዕዋት ሰላማዊ ቃልስና ክንቅፅል ይግባእ ክብሉ መልእኽቶም ኣሕሊፎም ኣለዉ። ጸሓፊ ሓፈሻዊ ቤት ምኽሪ ጉዳያት እስልምና ትግራይ ሓጂ መሓመድ ካሕሳይ ብወገኖም መበል ሓደ ሽሕን ኣርባዕተ ሚእትን ኣርባዓን ሸውዓተን ዓመት በዓል ኢድ ኣልፈጥር እንትነብዕል ንዝሓመሙ ንዝተኣሰሩ ብምሕታት ክኸውን ይግባእ ክብሉ ዝጠቐሱ እንትኾኑ ንዝጠመዩ ብምዕንጋል ንዝተፀገሙ ብምሕጋዝ ክኸውን ይግባእ ክብሉ እውን ወሲኾም ይሕብሩ። ብፍላይ ስቓይን መከራን ተመዛበልቲ ምዕራብ ትግራይ ብዘላቕነት ንከብቅዕ ድማ መራሕቲ መንግስቲ ንተግባራውነት ውዕሊ ፕሪቶርያ ብፍላይ ብፍሉይ ትኩረት ክሰርሑ ይግባእ ክብል መልእኽቱ ይሕልፍ። ሓጂ መሓመድ ካሕሳይ ወሲኾም እቲ ሃይማኖታዊ ክብረ በዓል ደሚቑ ሰላማዊ ብዝኾነ መንገዲ ንክበዓል ዝገበሩ ኣካላት ፀጥታ ካልኦት ልዑል ክብርን ምስጋናን ኣለና ምስ በሉ ንመላ ተኸተልቲ እምነት እስልምና ድማ እንኳዕ ንመበል 1447 ዓመት በዓል ኢድ ኣልፈጥር ኣብፀሕኩም ኣብፀሐና ክብሉ ጠቒሶም ኣለዉ። ኣብቲ ክብረ በዓል ዝተረኸቡ ሰዓብቲ እምነት እስልምና ብግዲኦም መበል ሓደ ሽሕን ኣርባዕተ ሚእትን ኣርባዓን ሸውዓተን ዓመት በዓል ኢድ ኣልፈጥር ኣብ ከተማ መቐለ ብዝልዓለ ጽምብል ከም ዝተኸበረ ዝሓበሩ ኮይኖም እቲ በዓል ድማ መግለፂ ሓጎስን ፍቕርን ብምዃኑ ምስ ዝተጸገሙ ወገናትና ብሓባር ኮይና ክነብዕሎ ኢና ክብሉ ተዛሪቦም ይብል ጸብጻብ ትግራይ ቴሌቪዥን። ሸዊት ቢተው ኣብ ሓራ መሬት ኣብ ዝነበረሉ እዋን ዝነበሩ ሓደሽቲ ሓደገኛ ምንቅስቓሳት ከዳዓትን ጠለማትን ኣብ ምቅላሕ ተዋፊሩ ይርከብ። ሸዊት ቢተው ኣብ ብራኸ ሸው ቀሪቡ ሓድሽ ኣዘራራቢ ሚስጥር ኣቃሊሑ ኣሎ። እንታይ በለ? ከም ዝስዕብ ከካፍለኩም። ተኻሊ ከም ዘለ ጻድቃን ኣብ ኩሉ ዝኣቱ ስራሕቲ ፌል ክገብር ገይርዎ እዩ። ፌለርቲ ዘኽትሎ ሰብ እዩ። ቐርታ ዝሃብናዮ ቦታን ሹምን ሞተር ቀያሪ ገሊልናዮ ብድሕርቲ ኮይኑ ሞተር ዝኾነ ዝቕይር ገሊልና ማለት ናይ ቮልስቫገን ሞተር ንኮ ብድሕርቲ እኒ ግን ዩዝለስ ሞተር ዝተባሃለ ንምንታይ እዩ ሕዚ ሞር መካይን በራሪተር ብማይ ይጥቀማ ናይ ቮልስ ንፋስ ዝጥቀም እዩ ሞር ሞተር ዝሞቕ ዝበላሹ ዝውዕል ማለት እዩ ሶ እዚ ሰብኣይ ብድሕሪት ግዴታ ሞተር ብድሕሪት ዘሎ ስለዝተባሃለ ጥዕና ኣለዎ ማለት ይኮነ ግን ኣሚና እቲ ኩሉ ዝገብሩ ዘሎ ምንቅስቃሳት ሃገርነት ክፈጥር ይኽእል እዩ ውሽጥና በሂግና ኢልና ኢና ፑሽ ጌርናዮ ሶ ኣብቲ ናይ ውናት እውን ጨይዎ እዩ እቲ ናይ ውናት ዝነበረ ቃልሲ በቲ ብባዕልቲ በቲ ሊቀመንበር ገይሩ እዩ ጸርቀን ጨይዎ ኣብዩ ነይሩ ኣብቲ ሓራ ምርት ኣትዩ ነይሩ ደጀን ካብ ግን ከም ውድብ ኣኼባ ገይሮም ኣብ መቐለ ሶ ወይ ሓራ ምርት ኮንካ ትቐጽል ወይ ድማ መጺኻ እቶ ምራሕ ኣስታክል ስራሕ ከም ዝተባሃለ ተመሊሱ ከይዱ ናብ መቐለ ማለት እዩ ተመሊሱ ከይዱ እውን ግን ከም ዝተረደእናነ ላዕላው እዩ ፑሽ ዝገበረ እምበር ኣብ ውሽጡ እታ ናይ ፃድቃን ከሳኸ ይሰርሕ ከም ዘበር ርኢና የለና ምክንያቱም ሕዚ ኣዲስ ኣበባ እዮም ከይዶም ዘለዉ ንሕና መሕቢ ዓድና መሸሸጊ እዩ ህዝብና እዩ መሕቢና ዝበልና ዓድና ኢና መፂና ንሶማ መሕቢና ዝበለቶም ሃገርነት ዝብሉ እንግዲህ ደጊም ብዙ ፑሽ ዝገሩ ነበሩ መሕቢና እዩም ዋሓስ ዝኾንና ኢሎም ዝኸድዎ ድማ በይ ንኣዲስ ኣበባ እዩ ስለዚ ከምኡ ገይሮም ኣብ ተራኺብና ብዙሕ ብዙሕ ነይሩ ከዓ ኒሴና ወቂዕና ነርና ብዙሕ ኣይተቀባበልና ምክንያቱ ንሕና ማንም ውድብ ክመፀና ድሌት ነው ይነበረና ናይ ውድብ ቃልሲ ክኾን ድሌት ይነበርና ነይሩ ካብኡ ግን ናብ ኣዲስ ኣበባ ከይዱ ማለት እዩ ብኡ እዮ ንሪኦ ዘለና ስለዚ ፃድቃንስ ኣብ ናይ ኩሉ እዩ ሓደ ዘየለ ነይሩ እንዶም ኣብቲ ናይ ውድባት ግንባር ከጣይሻ ተለዋ ኣብቲ ግንባር ብድሕሪ ተኣትዩ ነይሩ ኣብቲ ናይ ግዜያዊ መንግስቲ ካውንስል ከጣይሽ ተሎ ኣብቲ ናይ ካውንስል ብድሕሪ ተኣትዩ ነይሩ እቲ ናይ ግንባር ናይ ውድባት ፌል ገይሩ እቲ ናይ ካውንስል ተጣይሸ ፌል ገይሩ እቲ ናይ ናይ ሓራ መሬት ብድሕሪ ተለጢፉ ኣትዩ ፌል ገይሩ ኣብ ኩሉ ፌል ዝገብር ኣብቲ ናይ ስምረት ብድሕሪ ተለጢፉ እኒ ሕዚ ስምረት ክልተ ሰለስተ ቦታ ተኸፋፈሉ ይበሃሉ ኣሎ ፌል ገይሩ ኣብ በረኻ እንዳሃለውን ዝረኣናዮ ኤክስፔሪንስ ምጓር ኣብና እምበር ዝረኣናዮ ነገር እዩ ባንዳታት በሉ ኢሉ ዝኾኑ ቆልዑት ነይሮም ፈንቅል ግዛዕ ምዛ ገለ ጀሚሮም ነሩ ምንቅስቃስ ዝነበሩ ኩሎም ቀተሉ ክውድኡ ዝገርም ኮ ዛርጋን በዓልቲ እዩ ኢብን ኣዲስ ኣበባ ፀሪፎም እዮም ኣብ መድረክ ሪኹም ተኾንኩም ማለት እዩ ኦንሊ ፐርሰን ባንዳታት ኣሎ ባንዳታት ቀተሉ ኢሉ ዝኣወጀ ፃድቃን ይበር ማንም ኣያወጀን ኣብኡን ፌል ገይሩ በቃ ፌለሪቲስ እናተኸተሉ ዝመፅእ ኢና ንኣምኖ ኮምቦልቻ ሓሊፍና እውን ሕቶ ተደራደሩ ክንበሃል ተለና ኢቨን ኣዳነች ኣቤቤ ትብል ተላ ዝክር ትኾንኩም ዋላ ተገንፀሉ ኣይትምፁና ትብል ተላ እዚኣ ደጋጊምና ኢልና ኢና ንብርሃኑ ጃ ከይተረፉ እንታይ እዮም ዘልዩ ገንፀሉ እናገለ ኩሉ ከምኡ ክፍከረልና ተሎ ኦንሊ ፐርሰን መንግስት ዝበሃል የለን ክንደራደር ኢሉ ዝኣወጀ ፃድቃን እዩ ሶ እንዶ ዘላስ ኩሉ ሻዕ ፌለርቲ ፌለርቲ ፌለርቲ ዝገብሮ ዘሎ ብኡ ኢለ ዝኣምን ኩሉ ናጨወ ፊልም ጓር ናጨወ ፊልም ጓር ስለዝኾነ ኣዚረ ከምፃ ተለኩ ኣብቲ ናይ ሊቀመንበርነት ዝነበረት እውን ናይ ፃድቃን ዝምውሎም ሰባት ውሽጢ ሓደ ምዃኑስ ያው በዓልቱ ኣቃሊሑ ወፂኡ ኣሎ ማለት እዩ ብኖሪና
ሸዊት ካብ ፈለማ ቅድሚ
ናብ ቢዝነስ ዜናታትና ክንሰግር ብሄራዊ ባንኪ ኢትዮጵያ እቲ ኢትዮጵያ ኣውቶሜትድ ትራንስፈር ሲስተም ወይ ከዓ RTGS ዝተብሃለ ናይ ባንኪ ምስግጋር ገንዘብ ስርዓት ካብ መጋቢት 23/2026 ብኣቆፃፅራ ምዕራባውያን ጀሚሩ ናብ ናይ ስራሕ ሰዓታት ክውስኽ ወግዓዊ ደብዳቤ ከም ዘመሓላለፈ ተገሊጹ ኣሎ። ቅድሚ ሕዚ ኣብ መዓልቲ ንትሽዓተ ሰዓታት ጥራሕ ይስራሕ ዝነበረ እዚ ስርዓት እዚ ተወሳኺ ክልተ ሰዓት ተወሲኽዎ ካብ ንግሆ ክልተ ሰዓት እስካዕ ምሸት ሰዓት ሓደ ክስራሕ ምዃኑ እዩ እቲ ደብዳቤ ዘመላኽት። እቲ ስርዓት ኣብ ውሽጢ ሰሙን ንሽዱሽተ መዓልትታት እውን ክሰርሕ ምዃኑ ተገሊጹሉ። ኣብታ ሃገር ዘሎ ናይ ዲጂታል ክፍሊት ስርዓት እናዓበየ ስለ ዝመፀ ዝያዳ ቅልጥፍናን ውፅኢታውን ዝኾነ ዋሓዚ ገንዘብ ንምፍጣር ዝዓለመ ምዃኑ ድማ ኣብቲ ደብዳቤ ተጠቂሱሉ። ኩሎም ባንክታት፣ ፋይናንሳዊ ትካላት ነዚ ሓድሽ ስርዓት ንምትግባር ናይ ኣይቲ ፋይናንስ ሰራሕተኛታቶም ብግቡእ ከዳልዎ ትእዛዝ ከም ዝሃቡ ክፍለጥ ተኻኢሉ ኣሎ። ብምቕጻል ናብ ዕለታዊ ሸርፊ ወጻኢ ከስግረኩም ናይ ኣሜሪካ ዶላር ብ154.65 ብር ተዓዲጉ ብ158.8 ብር ይሽየጥ ከም ዘሎ ተገሊጹ ኣሎ ፓውንድ ስተርሊንግ ድማ ብ102.8 ተዓዲጉ ብ206 ሸሞንተ ሓሙሽተ ይሽየጥ ከም ዘሎ ተገሊጹ ኣሎ። ዩሮ ብ175.17 ብር ተዓዲጉ ብ178.67 ናብ ዕዳጋ ከም ዝቐረበ ክፍለጥ ተኻኢሉ ኣሎ። ናይ ዱባይ ድርሃም ድማ ብ41.66 ብር ተዓዲጉ ብ42.49 ብር ናብ ዕዳጋ ምቕራቡ ተሰሚዑ ኣሎ። ብተመሳሳሊ ናይ ስዑድ ዓረብ ሪያል ድማ ብ40.78 ብር ተዓዲጉ ብ41 ነጥቢ ሽዱሽተ ብር ድማ ናብ ዕዳጋ ክቐርብ ከም ዝተወሰነ ክፍለጥ ተኻኢሉ ኣሎ። ብተመሳሳሊ ዜና ድማ ኣብ መንጎ ዩሮን ዶላርን ዘሎ ኣፈላላይ ቁሩብ ናይ ምቕናስ ተርእዮታት ከም ዘርኤ ተገሊጹ ኣሎ። ሎሚ መጋቢት 20 2026 ብኣቆጻጸራ ምዕራባውያን ናይ ዩሮ ዋጋ ኣብ ቅድሚ ዶላር ብውሱን መልክዑ ከም ዝቐነሰ እዩ ዝተገለጸ። በዚ ማለት እውን ንሓደ ዩሮ ብሓደ ነጥቢ ሓደ ሓሙሽተ ሸውዓተ ሰለስተ ዶላር ይሽየጥ ከም ዘሎ እዩ ዝተገለጸ። ዶላር ካብቲ ዝነበሮ ዝለዓለ ዋጋ ቁሩብ ዝሓየለሉ ዕድል ዝፈጠረ እንትኸውን ቤት ምኽሪ ፌዴራል ኣሜሪካ ወለደ ከም ዘለዎ ክቕፅል ምውሳኑ ድማ ነዚ ወሰኸ እዚ ዝለዓለ ዕድል ከም ዘለዎ ተገሊጹ ኣሎ። ዋጋ ነዳዲ ትማሊ ኣብ ዘርኣዮ ወሰክ ከም ዘሎ ዝተገለጸ እንትኸውን ኣብዚ ሕዚ እዋን ሆርሞዝ ተዓፅዩ ምስ ምህላው ተተሓሒዙ ብሓደ በርሚል ድፍድፍ ነዳዲ ናብ 112 ዶላር ክበፅሕ ከም ዝኸኣለ ተገሊጹ ኣሎ። ምስ ዓለማዊ ዕዳጋታት ኣክሲዮን ተተሓሒዙ ድማ ብሰንኪ ዋጋ ነዳዲ ናይ ፌዴራል ሪዘርቭ ውሳነታት ተደሚሩ ሎሚ ቅሩብ ናይ ምውራድ ተርእዮታት ከም ዘርአየ ክፍለጥ ተኻኢሉ ኣሎ።